ነፈርቲ ድበዳብ ቀኒ እዩ ሕዞ እናቐፀለ እዩ ዘሎ እቲ ካሊእ ኣብ ዝሓለፈ ብዛዕባ ተከዘ ሓይሊ ኤሌክትሪክ ደብዳብ ኣልዒልና ነርና ናይ ሎሚ ተረኛ ድማ ካብ ልምዓት ትካላት ወልቃይት ሽኮር ፋብሪካ እዩ። ወልቃይት ሽኮር ፋብሪካ እውን ብነፈርቲ ደብዲቦም ኣለዉ። እዚ ናይ ጥፍኣት ሓይሊ በብዕለቱ ንትግራይ ንድሕሪት ክምልስ ዝነበራ ናይ ልምዓት ትካላት ናይ ፌደራል ይበሃል ናይ ክልል ከጥፍእ ካብ ድኽነት ክንወጽእ እናተቓለስና ካሊእ ድኽነት ከምጸልና እተን ዝተጀመራ ልምዓታት ከጥፍእ ይረባረብ ከም ዘሎ እዩ ዘርኢ እዚ ግዜ ብዝረኸበ ኩሉ ናይ ልምዓት ትካላት ከጥፍኦ እዩ ክግበር ዝከኣል ቃልሲ መኸተ ኣጠናኺርና እንተዘይከይድና ከብርሰና ከም ህዝቢ ውን ከጥፈእና ጠቕሊሉ ወሲኑ ይቃለሰና ከም ዘሎ ተወሳኺ መረዳእታ ኢና ንረክብ ዘለና ትግራይ ዝድብድብ ደብድብ ኣይኮነ ንከይድ ኣብዚኣ ንክእሎ እውን ክንወቅዕ ኢና ኣብተን መበገሲ ዝበሃላ ኤርፖርትታት እውን ዒላማታት ናትና እዩ ዘይነርከበሉ ቦታ የለን ካልኦት ቦታታት እቲ ወራሪ ሰራዊት ዝጥቀመሉ ዝተመረፁ ዒላማታት ምውቃዕና እውን ክንቅፅል ኢና። ምስ ናይ ተከዘ ኤሌክትሪክ ብዝተዛመደ ኣብ ዝሓለፈ መግለፂ እውን ኣቕሪበዮ ነይረ። ተደብዲቡ ኣገልግሎቱን ኣቋሪፁ ቀኒ እዩ። ድሕሪ ብዙሕ ፃዕሪ ናይ ኤሌክትሪክ ኣገልግሎት ናብ ስራሕ ኣትዮ ኣሎ። ክስታኸል ስለ ዝኽእል ብዙሕ ጻዕርታት እውን ተኻይዱ እታ ጸልማት ንተወሰነ ግዜ ዝነበረት ክነብርሃ ፈቲና ኢና ሓደ ብዚኣ ክንገልጻ ንደሊ ብዝከኣል ንሕና ተገልግሎት ናብ ሕብረተሰብና ክበጽሕ ጻዕርታት ኢና ንገብር ዘለና ብቐጻሊ እውን ክንገብር ኢና ተቋራርጹ ዝተፈላለዩ ኣገልግሎታትን ከምኡ ናብ ስራሕ ክኣትኹ ክንሰርሕ ኢና ከምቶም ናይ ተከዘ ዝረኣናዮ ግን እዚ ጸላኢ ውልቀ መላኺ ስርዓት ንዘን ትካላት ከጥፍእ ዝንቀሳቀስ ስለ ዝኾነ ሕዚ ውን ክንጽበ ዝግበእና ተጽጽበዮ ዘለና ነገር ውን እዩ ሕዚ ስለ ዝዕረናያ ፌላ ክትቅጽል እያ ማለት ኣይኮነት ሕዚ ውን ኣብ ክልል መኸተ ኮይንና ክትሰርሕ ኢና ክንገብራ ክንጽዕብ ዘለና ዝኾነ መኸተ ጌርካ እምበር ብሰላም ስለዝበርሀትስ ክትቅጽል እያ ኢልና ድማ ክንወስድ ኣይንኽእልን። ኣብዚኣ ክንገልጻ ንደሊ ግን ሕዚ እውን ንተከዘ ሓይሊ ኤሌክትሪክ ክድብድብ እንተፈቲኑ ክደግም እየ እንተኢሉ ህዝቢ ትግራይ ኣብ ጸልማት ከንብሮ እየ ኢሉ ናይ ነፈርቲ ምንቅስቓስ ተካይዶ ከምታ ንሎሚ ለይቲ ዝገበርናያ ንሕና እውን ኣብ ዝተመረፁ ዕላማታት ክንወቅዕ ኢና። እዚ ተወሊዑ ዘሎ ውግእ ኣብ መሰልና ኣይሕዙን፣ ኣብ ምነትና እዩ፣ ኣብ ልምዓትና እዩ፣ ኣብ ክብርና እዩ፣ ኣብ ታሪኽና እዩ። ስለዝኾነ እውን ኩልና ኢና ሕዚ እውን ክንዋጋእ ዘለና። ከምታ ዝጀመርናያ ኣጠናኺርና ኢና ክንቅፅል ዘለና። ኩሉ በብዓቕሙ እዛ ህዝባዊ ኩናት ከዕውት ኣለዎ። እዚ ህዝባዊ ኩናት ብናይ ኩልና ተሳትፎ ዕዉት ክንገብሮ ኢና። ኣብ ዝሓለፈ እውን ተላዒሉ ነይሩ እዩ፣ ህፁፅ ኣዋጅ እውን ኣዊጅና ኢና። ናይ ምኽታት ስራሕ ይካየድ እዩ ዘሎ። ነባር ዓቕምታት ይኣቱ እዩ ዘሎ። በብዝኽእሎ ተመዲቡ ኣብ ግንባር ኣብ ደጀን እውን ኮይኑ እውን ይሰርሕ እዩ ዘሎ። ኩለመዳያዊ ደገፍ ህዝብና፣ በዓል ሃብቲ፣ ካልኦት ተጋሩ ኣብ ውሽጥን ኣብ ደገን ዘለዉን ዝሕግዙ እዮም ዘለዉ። ሓደ ኮይኖም እታ ዝነበረት ሓድነት ኣስጢሞም ይንቀሳቐሱ እዮም ዘለዉ። ብፍላይ ድማ ግደ መናእሰይ ኣብዚ ግጥም እዚ ልዑል እዩ። ኣብ ፍሉይ ሓይልና ኣብ ምልሻና ዝረኣ ዘሎ መስተንክራዊ ታሪኽ ናይ ጅግንነት፣ ኣብ ዝሓለፈ ገሊፀ ኣለኹ ሕዚ እውን ይቕፅል እዩ ዘሎ ዘሊሎም ናብ ዓብዪ ውግእ እዮም ኣትዮም ተመክሮ የብሉ ገለ የብሉ ብዘካቶም ጠርነፍቲ ብዘካቶም ኣመራርሓ ካሊእ ካብ ታዕሊም ናብ ምስ ክፍለ ጦራት ምስ ታንክታት ምስ መዳፍዕ ዘሊልካ ዘሊልካስ ናብ ዓብይ ውግእ ምስ ክልተ መንግስታት ክንደይ ተሰኮንና ክንስኮን እውን ኣይንኽእል እዚኤን እተን ናይ መጀመርያ ግዜ እንተዘይኮይነን ሓደ ክልተ ውግእ ናወሰካ ኣብ ዝኽርካ ወፅሪ ናይ ውግእ ብቕዓት እውን ይውስኽ እዩ ዘሎ ተኽእሉ ይውስኽ እዩ ዘሎ ታዋንና ሕዚ እውን ተተሓሳስባ እያ እታ መርኣዪት እያ። እታ ቆራጽነት እያ። እታ ትብዓት እያ። እታ መስመር ደው ምባል እያ። እታ ዓቕሚ እውን እታ ክእለት እውን ትመጽእ ኣላ። እተን ኣጽዋራት ዝሓዝናየን እውን ክንጥቀመለን ጀሚርና ኣለና። በብግዜኡ ንውስኽ ኣለና ኢና። ኣብ ሰራዊት ኤርትራ ይዓልባ ኣሎ። ኣብ ሰራዊት ምክልኻል እውን ይዓልባ ኣሎ። ይቕጥቀጥ እዩ ዘሎ ሕዚ ብከቢድ ብረታት ገና ክንውስኽ ኢና። ንወራሪ ሓይሊ ክንቅጥቅጦ ኢና በተን ናቱ ብረት ዝውሰኹን ክንውሰኽ ኢና ግን ዘለውን ቀሊል ብረት ኣይኮነን እቲ ዋና ሕዚ እውን ፀላእትና ንምድምሳስ ዘኽእል ኩነታት እዩ ዘሎ ኩሉ ዓቕምታት ንሓዚ እውን ግን ክነኽቱ ዘግባእ ከምታ ዝጀመርናያ ብኩሉ ገፅ ዝተወልዐልና ኩናት ስዒርና ብዓወት መሰስ ክንብል ንኽእል ኢና። ምስ መድሕርሕርቲ ዝግበር ውግእ እዚ ብበዝሒ ሰራዊትን በጽዋርን ዝውሰን ኣይኮነን። እቲ ወሳኒ ነገር ቅኑዕ ዕላማ እዩ፣ ጽንዓት እዩ፣ ሓድነት ህዝቢ እዩ። ህዝቢ ከም ህዝቢ ናብቲ ውግእ ምእታው እዩ። ከም ኣንት ኮይና ድማ ንሕና ኢና ንስዕር። ሕሉፍ ታሪኽ ኣመዝጊብና ኢና ሓዱሽ ታሪኽ ከኣ ከነመዝግብ ኢና ሕዚ ውን ህዝቢ ትግራይ ይዕወት የቀንየለይ።